ሻዕብያ መጽዮም መቀለ ኣብ ዓድዋ ኣብ ሽረ ከምዚ ገይሩና ሓሰውቲ። እዚ ውረድ እንትበሃል እንተሎ ኪዱ ንኣብይ ጠይቁ። ሰላም ሰላም ፍትዋትን ክቡራትን ተኻተልቲ እንኳዕ ናብ ቻናል ብድሓን መጻኹም ነዚ ቻናልና ሓደሽቲ እንተኾንኩም ላይክ ሰብስክራይብ ብምግባር ጀምሩ ሎሚ እውን ከምቲ ልሙድ ኣብ ማሕበራዊ ሚድያ ኣዝዮም ኣዘራረብትን ትኩሳት ሓበሬታታትን ናባኹም ክነብል ኢና። እዚ ቪድዮ ናብ ብዙሕ ሰብ ክባፃሕ ላይክ ሼር ብምግባር ንቐፅል ናብ መደብና።
ፕራይም ሚኒስተር ናይ ዓዲ ዝሸሞ ሹመት ልክዕ ከም ሙሉ ነጋን ከም ኣብርሃም በላይን እዩ። እዚ ውረድ እንትበሃል እንተሎ ክይዱ ንኣብይ ጠይቑ ሳይ እዩ። ህወሓት ኣውሪዱ መን እዩ ዘውርደኒ ኢሉ ሰሚዕኹሞ እኮ ኢኹም ብሚድያ ተገትዩ ዕልዋ መንግስቲ ኢልዎ ዕልዋ መንግስቲ ኢልዎ ነቲ ብድምፂ ዝተደየበስ ንዓውረድ ብድምፅስ ዕልዋ መንግስቲ ኢልዎ ተደሊኹም ከድኩም ንኣብይ ከድኩም ተዘራረቡ እዩ ዝብል ዘሎ እዚ እቲ ስልጣን ኣይለቅቕን ኢሉ ሒዙ ዝኒሀ ከም ክሳይ ተጣቢቑ ባዕሉ ደሓር ብዛዕባ ናይ ካልኦት ስልጣን ዝበሃል ይዛረብ ማለት እዩ። ካሊእማ ናይ ውድብ ሓላፍነት ኣለዎ። ብርግፅ መንግስታዊ ስልጣን ሒዙ ዝኒሀ ግን እቲ ካሊእ ሓይሊ እዩ። ሻዕብያ መፅኦም መቐለ ኣብ ዓድዋ ኣብ ሽረ ከምዚ ገይርና ሓሰውቲ በቃ ግልፂ እየ ዛረብ ዘለኹ ሓደ ሰብ ኣይንኸውን ብሙሎም ታም ከም መጀመርያ ሻዕብያ ኣትዩ በዚ መፅእ ግዛን ዘል ፌክ እዩ ትግራዋይ ኣይትታለል በዚ ዘረባ እዚ ሓሶት እዩ
ኣረመናዊ ጨፍጫፍ ከም ዘካየዱን ንብርክት ዝበሉ መዓልትታት ሬሳ ከየልዕሉ ከም ዝተኸልከሉን ይዛረቡ። እዚ ዝሞተ ምንኣሰይ ሓወይ እዩ። መምህር ኣለም ሰዊት ገብረዋህድ ይበሃል። ዩኒቨርሲቲ መምህር እዩ። ኣብ ገዛ እዩ ውዒሉ ናብዛ በሪ እዩ ውፅእ ክብል ኣብታ በሪ መፅኦም ኣብኣ ትኩስ ትብል ሰላማዊ ሰብ እየ ተበሎም። ኣታታይ ገይረኩም ተበሎም። ደገስ ብጋሪ ተቀሪኦም ተጎቲቶም መፅኦም መናእሰይ ብዘይ ምንም ሓጢኣቶም ብዘይ ምንም ተግባሮም ሰላማውያን ሰብ ከም ቆፅሊ የርጊፍዎም ሻዕብያ ኣኳሕኺሖም ክኸፍትዎም ከፊቶሞም ክፈቱ ኢሎም ብማዕፀ ክፍታ ማዕፀ ከፍርስዋ ኢሎም ከፊቶሞም ነቲ ወዲ ቅትል ምስ ኣበልዎ ተለና ኣድግሞ ቢሎም እኳ ኣባኸባደሉ

መፅኡ ብፐርሰንት ዶ ብገለ መለ ዶ ኢሉ ዕርቂ ኣምፅኡ ንዓና ኦኬ ወዲ ወረደ ድዩ ናይ ሸማጋሊ እዎ ናብቲ ናይ ዕርቂ ኣምፅኡ
ሸዓ እዩ መሪእዋ እዛ ክፍተት ናይዛ ስልጣን ናይ ስልጣን ክፍተቱ ሸዓ እዩ መሊእዋ እንታይ ገይርዋ ብዙሕ ከየባእሰ ነቲኣ ውን ናብዛ ኣምፅኡ ካብኡ ንባዕሉ ከም ዝጠቐሞ ከዓ ነቲ ውን መሊሱ ንኣለም ኣውሪዶም ከይዶም ድሓር ሕዚ እዚ ብዙ ግዩ ዝፍጠር ዘሎ ንጌታቸው ናብ ምክትል መፅኡ ስለዚ ብፐርሰንት ብገርበል ኢሎም ንሃመይ ገይሮም ከም ዝሓሰቡ ኣይፈልጥን ወረዲ ግን ሽዑ ተገሊፀልና ውድኣዊ ናይ ውድብ ብዙሕ ጣጣ የእትወናን ኢልና ገዲፍናዮ ከድና ኦረዲ እቲ ዓሰርተ ሓሙሽተ እውን ውድብና ድሕሪኣ እንታይ ኢልና ኣቢልና ኢና ንሕና ገለልተኛ ኢና ኢልና ወሲና መንበቢ ኣሎ ዶክመንት ኣሎ ግዛዕ ኣሎ መገለልተኛ ኢና ኣለኮ ቅድሚኡ ኣውጅና ኢና ድሓርስ ድሕሪ ወርሒ ወይ ክልተ ወርሒ ድማ መሽናስ ደገፍቲ ኢና ዝብል ድማ መፅኡ መስ ኸው እዚ ናይዚ መለዓልቲ እቶም ተሳሕተ ይኮነን እቶም ግንባራት እዮም ካብዚኦም ዋና ፒላር መላዓሊ ምግቢ እዩ ሆ ሆ ሆ እናድሓር እቱ እንተበልናት ንሕና ዓኻ ፀውዒናስ ዝተወደበ ሓይሊ እኒኦ ከምዚ ናይ ቀደም ኣብ ቃልሲ ባህልቲ እንታይ ዝበሃላ ዓንዲ ወያነ ዝበሃል ነይሮም ሲኢሎም ምስ ወድኡ ንውድብ ዝድግፉስ ውድብና ዝበሉ ውድብና ከይትመ ከምዚ ከምዚ ዝብል ንኡ ዝመስል ሓይሊ ይውክፍ እዩ ሓድሓድ ነገር ቁፅሪ እንተመፀ ተመሰል እቲ ዘረባ ሕማቕ እዩ ካብኡ ሓደ እዋን ከፍ ኢሎም ካብ መቐመጢኦም ከፍ ኢሎም ዝለዓሉ ማለት ናብ ኣቦ ወንበር ዝቐርሙ ናብ ኣቦ ወንበር ተዋኢኻ ከስኻ መን ይሽምካ ኢሎም ንወዲ ወረዱ በቃ ኣራዊት ዝመስሉ ሰባት መፅኦም ሽዑ ሓረግ ዝመስሉ መፍርሒ እዩ ብባህሪ ማለት እዩ። ብባህሪ ሲኢሎም ዝብልዎ ሲኢሎ ወከባ ትመስል ሓደ መፅሓፍ ኣንቢዐ ነይረ ጃንሆይ እንትወርዱ ከለውስ ኣብ ኣራት ኪሎ ዝነበረ ሓደ ዝተፃሕፈ እታ ገነት መንሽዋ ዝጸሓፈቶ ወይ ሓደ ክልተ ክልተ መጽሓፍ ዝኾነ ብዛዕባ ናይ ጃንሆይ ምውዳቕ ርእየ ነይረ ምዝምዝ ምንም ስርዓት ዝብል ነገር ተሓረገ ሞር ድማ ዝተደራጀው እቶም ናይ ምዕራብ እዮም ብግልፂ ክሰምዕዎም ስለ ዘሎ ካብኡ እቶም እንተረኣኽዎምስ ከምዚ ኢለ እንተረኣኽዎም እቶም ዝሃድሙ ነበሩ እዮም ውድቦም ዝደገፉ ሓቀ ስለዚ ታድም ሕወሓት እዮም ነራ ማለት እዩ ሰሙ ካድረ እዮም ነሮም ማለት እዩ እዚያት ምስ ረኣና ትክክል ኣይኮነን ናብ ዝብል መፂና ዕርፍቲ ወፂና ትክክል ኮ ኣይኮነን ኢልና ኖ ንቐጠት ኢልና ኢሉ ዝሓረ ንኣና ዳርጋ ተዛረቡ ተባሂልና ንዛዜ ኣቋምኩም ኣፍልጡ ያፍልጡ ቀረበለ ገረበለ ኢሎም ኣነ እኳ ኣይተዛረብኩን እቶም ካልኦት ከምዚ ኣቋምና ከምዚ ኣቋምና ኢሎም ተዛሪቦም ኢትዮጵያ ኣብዚ ወርሒ ኲናት ክትከፍት ከም እትኽእል ይግለጽ ኣሎ። ክሪቲካል ትሪትስ ዝተባህለ መርበብ ሓበሬታ ኣፍሪቃ ፋይል ኣብ ዝብል ዓምዱ መንግስቲ ኢትዮጵያ ኣብዚ ወርሒ ኣብ ልዕሊ ትግራይ ኲናት ንምኽፋት ምድላዋቱ ኣጻፊፉ ከም ዘሎ ገሊጹ። እቲ ክሪቲካል ትሪትስ ዝተባህለ መርበብ ዝተፈላለየ ዝተዘርግሐ ቪድዮ መሰረት ብምግባር ኣብ ዝዘርግሖ ሰፊሕ ሓበሬታ ፈደራላዊ መንግስቲ ኢትዮጵያ ብርክት ዝበሉ ኣባላት ሓይልታት ምክልኻልን መሳርሒታቶምን ናብ ዶብ ክልል ትግራይ የፀግዕ ከም ዘሎ ሓቢሮም። ንሱ ኣብ ጽሑፉ ወሲኹ ከበድቲ ኣጽዋራት፣ ታንክ ከምኡውን ብርክት ዝበሉ ወተሃደራት ካብ መላእ ሃገር ሓዊስካ ካብቲ ከቢድ መጥቃዕቲ ንምምራኽ ብርክት ዝበሉ ሰራዊት ዝማረኽሉ ዘለዉ ክልላት ኣምሓራን ኦሮሞን ከይተረፈ ብምምጻእ ሰራዊት ናብ ዶብ ትግራይ የጸግዕ ከምዘሎ ሓቢሮም። ሓይልታት ምክልኻል ኢትዮጵያ ካብ ውትህድርና ወጺኦም ዝጸንሑ ናይ ቅድም ወተሃደራት ናብ ኣሃዱታቶም ክምለሱ ከምዝጸወዐ እቲ ጽሑፍ ክገልጽ እንከሎ፣ ኣቦ ወንበር ውድብ ህወሓት ኣብ ወርሒ ክልተ ኣብ ዘውፅኦ መግለፂ መንግስቲ ኢትዮጵያ ኣብ ልዕሊ ትግራይ ኲናት ክኸፍት ይዳሎ ከምዘሎ ብምግላፅ ማሕበረሰብ ዓለም ሓደገኛነት ናይዚ ኩነታት ብምርዳእ ስጉምቲ ክወስዱ ፀዊዑ ከምዝነበረ ሓቢሩ። እቲ ሓበሬታ ቀፂሉ መንግስቲ ኢትዮጵያ ነዚ ክጅምሮ ዝሓስብ ዘሎ ኩነታት ናብ ማሕበረሰብ ዓለም ከይወፅእ ካብ ዘለዎ ስግኣት ነቲ ቅድሚ ሕጂ ዓፅይወን ዝፀንሐ ማዕከናት ዜና ዶቸ ቬለን ዋዜማ ሬድዮን ብተወሳኺ ድማ ንኣጃንስ ፍራንስ ፕረስ ኣዲስ ስታንዳርድ ክዓጽወን እንከሎ ንማዕከን ሓበሬታ ሮይተርስን ንተሳትፎ መንግስቲ ኢትዮጵያ ኣብ ኲናት ሱዳን ዝገልጽ ሓበሬታ ብምዝርግሑ ኣጊድዎ ይርከብ። ክሪቲካል ትሪትስ ኣብቲ ዝዘርግሖ ሰፊሕ ጽሑፍ ኣብ መንጎ ፈደራል መንግስትን ውድብ ህወሓትን ካብ መጀመርያ ወርሒ ክልተ ሽሕን ዒስራን ሓሙሽተን ኣትሒዙ ኩነታት እናኸረረ ክመፅእ ከምዝፀንሐ ገሊፁ። ቀዳማይ ሚኒስትር ኢትዮጵያ ኣብ ፓርላማ ቀሪሙ እቲ ብስምምዕ ፕሪቶርያ ዘኽተመ ምስ ትግራይ ኣትይዎ ዝነበረ ኲናት ኣመልኪቱ ኣብ ዝሃቦ መግለፂ እቶም ኣብቲ ውዕል ክታሞም ዘንበሩ ምስኡ ከምዘለዉ ብምሕባር እቶም ኣብ ትግራይ ኮይኖም ዝዛረቡ ዘለዉ ትርጉም ከምዘይብሎም ገሊፁ ነይሩ። እቲ ኩነታት ብዝተፈላለየ ናይ ቃል ምምልላስ ክነሃሃር ድሕሪ ምፅንሑ ኣብ መወዳእታ ወርሒ ለካቲት ምርጫ ቦርድ ንምርጫ ኣመልኪቱ ኣብ ዘውፅኦ ሓበሬታ ካብ ትግራይ ከቢድ ተቓውሞ ኣበጊሱ ነይሩ እዩ። እዝን ካልእን ተደማሚሩ ፈደራል መንግስቲ ኢትዮጵያ ዘርእዮ ዘሎ ፈኸራን ንኤርትራ ናይ ምውራር ታህዲድን ሓዊስካ ኣብዚ ወርሒ ኲናት ክጅምር ዘኽእል ውሳነታት የርኢ ከም ዘሎ እቲ መርበብ ሓበሬታ ገሊጹ። ኣሜሪካ ኣብ ልዕሊ ሩዋንዳ እገዳ ኣንቢራ። ኣሜሪካ ሩዋንዳ ኣብ ምብራቓዊት ዲሞክራሲያዊት ሪፓብሊክ ኮንጎ ንዝንቀሳቐስ ዕጡቕ ተቓዋሚ ጉጅለ ኤም 23 ደገፍ ክትገብር ከም ዝጸንሐት ብምኽሳስ፣ ኣብ ልዕሊ ሓይልታት ምክልኻልን ኣርባዕተ ላዕለዎት ሰበስልጣንን ናይታ ሃገር እገዳ ከም ዘንበረት ተሓቢሩ። ክፍሊ ግምጃ ኣሜሪካ ኣብ ዘውጽኦ መግለጺ፣ ሰራዊት ሩዋንዳ ነቲ ብግህሰት ሰብኣዊ መሰላትን ኣብ ኮንጎ ተኸሲቱ ብዘሎ ጃምላዊ ምምዝባል ሰለማውያን ሰባትን ዝኽሰስ ኤም ዕስራን ሰለስተን፣ ብንጥፈት ክድግፍ፣ ከሰልጥንን ኣብ ጎኒ'ቲ ዕጡቕ ጉጅለ ተሰሊፉ ክቃለስን ከም ዝጸንሐ ድሕሪ ምግላጽ፣ በዚ ምኽንያት ነቲ እገዳ ከም ዝወሰኖ ኣፍሊጡ። እቲ ክፍሊ ወሲኹ፣ ሰራዊት ርዋንዳ ወተሃደራትን ኣጽዋራትን ናብ።